ኣለና ነቲ ከምዚ ዓይነት ሲስተም ስራሕ ኣብ ምድላይ ካልእ ረብሓታት ናይቲ ኢኮኖሚ ኣብ ምባልሲ ብከመይ ኤክስፕሎይት ክንገብሮ ኣለና ከመይ ክኸውን ዘለዎ ኣብ መፃፅኣና ኣረጋግፃና ናብ ምዕራብሲ ከመይ ክኸውን ዘለዎ ምናልባት እታ ሕቶ ክሊር እንተኾይና።
ንጽርቲ እያ ሳምሪ ግን ኣብኡ ንሓንቲ ንእሽተይ ኣገዳሲ ጠቂስኪ ጸኒሕኪ እቲ ናይ ሰብ ሽግር ወይ እቲ ሰብ ዝደልዮ ነገራት እንታይ እዩ ሓደ እቲ ክንመጽእ ከለና ናብ ምዕራብ ብብዝሒ እቲ ዝመጽእ መንእሰይ ጥራሕ ኣይኮነን እቲ ናይ ዕድመ ፍልልያት ኣለና ምስኡ እቲ ናይ ትምህርቲ ደረጃታት እውን ኣሎ ማለት እዩ ሕጂ ምስ መጻኻ እንታይ ኢኻ ክትገብር ትደሊ እዩ ብዙሓት ዕላማ ኣለዎም ስለምንታይ እዮም ምዕራብ ክኸዱ ዝደልዩ ወይ ስለምንታይ እዮም ዝስደዱ ካብቲ ብዓዲ ዝደፍኣካ ነገር ውፅእ ኢልካ ማለት እዩ ምክንያቱ እቲ ዝደፍኣካ ነገር ኣሎ እቲ ዝስሕበካ ነገር ኣሎ ኩሉ ግዜ ናይ ስደት ሕጂ እቲ ዝስሕቦም ነገር ሰሪሖም ገንዘብ ክገብሩ ድዮም ዝደልዩ ወይ ናይ ትምህርቲ ባህጊ ስለ ዘለዎም ድዮም ዝስደዱ ዝብል ዝመፅእ ሕቶ እዩ ማለት እዩ ካልእ እውን ክኸውን ይኽእል ናይ ቤተሰብ ጥርናፈ ናይ ካልእ ግን እተን ኣገደስቲ ንድሕር ኣምፂእናየን እቲ ናይ ትምህርቲ ድሌት ወይ እቲ ናይ ስራሕ ሰሪሕካ ክትልወጥ ድሌት እንድሕር ኢልና እንታይ ኢኻ ክትገብር ዘለካ ኣብዚአን ክትዕወት ትወሳኒ እዩ ሕጂ እስኺ ኢንፋክት እቲ ናይ ካናዳ ሲስተም እቲ ማልቲ ካልቸራል ሲስተም እዩ መስለኒ ተዘይተጋግየ ክሳብ እጂ ከምኡ እዩ ዘሎ ከምኡ ስለ ዝኾነ ቁሩብ ናይ ምትብባዕ ነገር ክህልዎ ክእል እዩ መብዛሕትኡ ናብ ኣብዚ ኢሮፕ ኣሎ እንዶ ቻሪትስ ኣለዋ መንግስቲ ዘይኮነ ቻሪትስ ኣለዋ መብዛሕቲ ግዜ ምስ ኣተኻ እንታይ ክትገብር ኣለካ ብየናይ ክትሕገዝ ኣለካ ከመይ ነዚ ዓደ ክለምዶ ኣለካ እንታይ ዕድላት ኣሎ እዚ የርኣያኻ እየን ምስኡ ዝተተሓሓዘ ግን መን እዩ ዝቕበለካ ዝብልታ ዘለዓልክያ ነጥቢ ኣገዳሲተ መን እዩ ዝቕበለካ ኣብዚ ዓዲ ክትኣቱ ከለካስ ቤተሰብ ኣለካ ዲ ክቕበለካ ዝኽእል እሞ እቲ ፖኬትስ ዘርእካ ኣብዚ ከምዝላ ኣብዚ ከምዝላ ከምዚ እንድሕር ጌርካ ከምዝላ ዝብል ሓንቲ ወይ ኣቶ ታደሰ እውን ኣልዒሎማ ነይሮም ካብ ኣሳይለም ወይ ናይ ዕቕባ ሓታቱ ኮይንካ ዕቕባ ምስተዋበካ ድሕሪኡ እንታይ ኢኻ ክትገብር ዘለካ ዝብል ሕቶ እውን ኣሎ ኣሎ እንዶ ሓደ ሓደ ሓበሬታ ዝዋሃበካ ግን እኹል ይሱ ናይ ቋንቋ ሕፅረት ክህሉ ክእል እዩ ናይ ምርዳእ ሓፈሻዊ ኩነታት ሕፅረት ክህሉ ክእል እዩ ግን ከማኻ ዝመሰለ በቲ መገዲ ዝሓለፈ ሰብ ክትረክብ ከለካ እቲ ዝሓሸ ነገር እዩ ሕጂ ኣብዚ እንታይ ኢኻ ትርኢ እቲ ናይ ኢንተግሬሽን ኩነታት ወይ እቲ ናይ ኣብቲ ዓዲ ዕዉት ኮንካ ናይ ምንባር ኩነታት ኣብዚ ቤተሰብ እንድሕር ኣለካ ወይ ዓርኪ ትፈልጦ ሰብ እንድሕር ኣለካ እቲ ዝሓሸ ዕድል ኣለካ ባዕልኻ ከምዚ ዝበልክዮ ባዕልኻ ክትከዶ ሓርጎዝጎፅ ኢልካ ክትሪኦ ገለ ኣገዳሲ እንድዩ ግን መሰረት ዘትሕዘካ መገዲ ዘትሕዘካ ሰብ እውን ወሳኒ እዩ ወላ ናብቲ ዩኒቨርሲቲ ኣብቲ ትምህርቲ ክትከይድ ኮይንካ ዓቕሚ ኣለኒ እሞንስ ኮሌጅ ክመሃር እኽእል እየ እንድሕር ኢልካ እንታይ ኢኻ ክትመሃር ዘለካ እቲ ሓደ ሕቶ ዝመፀካ እዩ ኩሉ ግዜ እንታይ እየ ክምሃር ዘለኒ ምክንያቱ እቲ ዝደለካዮ ኣሎ እዚ ክትምሃር ትኽእል ኢኻ ግን ምስ ተምሃርካ እንታይ ኢኻ ዕዉት ክትከውን ትኽእል ብድሕሪኡ ሕጊ ዲኻ ክትምሃር ዘለካ ብ ሕጊ ከም ስደተኛ ዕዉት ክትከውን ትኽእል ዲኻ ነቲ ዘሎ ናይ ሕጊ ነገራት ኩሉ ናቪጌት ክትገብሮ ኣቱ መእተዊ መውፅእ ክትሪኦ ትኽእል ዲኻ ክትወዳደር ትኽእል ዲኻ ምስቶም ደቂ ዓዲ ዶስ ዶክተር ዲኻ ክትከውን ዘለካ ነርስ ተኮይንካ ብቐሊሉ ስራሕ ክትረክብ ኣለካ እሞ ከዓ ትፈትዎ ዲኻ እዚታት ነገራት ዘማኽረካ ሰብ እውን ትደሊ ኢኻ ሕጂ እንታይ እዮ ክብል ደልዮ ኣብ መጨረሻ ኣሎ መሰረታዊ ዝኾነ ናሽቶ ንእሽቶ ሓገዛት ኣሎ ግን እኹል ኣይኮነን እቲ ካልኣይ ነጥቢ ቤና ኢና ነዚ ዓዲ እዚ ክንከስቦ ዘለና ንዝብል ሕቶ ግን ኣነ ኩሉ ግዜ እንታይ ዝብል እዛ ኣቦታትና ዝብልዋ ሸውዓተ ዓመት ከይመሃሩ ሰብዓ ዓመት ድንቁሩ ዝብልዋ ዝሰነ ይስ ኣገዳሲ እያ ሓደ ሸውዓተ ሸሞንተ ዓመት ከይትመሃር ኢልካ ኩሉ ግዜ ናይ ፋብሪካ ሰራሕተኛ ክትኮን ብሕልፊ ንመንእሰያት ነቲ መንእሰይ ነቲ ትምህርቲ ዝሓለፎ ገለ እዞም ድሕሪት ዝመፁ ዘለዉ መንእሰያት ተሪካዮም ግን ኣሕዋቶም ኣትዮም ኣሕዋቶም ዘምፅዎም ኣሕዋቶም ናይ ቤተሰብ ሓላፍነት ዝስከፉ ዝስከሙ ኩሉ ግዜ ናይ ትምህርቲ ዕድል ዘለዎም እዩ እዚ ዘሎ ዕድል ኣብ ክንዲ ዝጥቀምሉ ልክዕ ከም ኩሉ ሰብ ኣብ ስራሕ ክትዓውቱ ደልዩ ኣብ ገለ ክገብሩ ክእሉ እዮም ትምህርቲ እቲ ናይ መጨረሻ ነገር ኣይኮነን። ትምህርቲ ተዘይተማሂርካ ዕውት ኣይትኾንን ማለት ኣይኮነን። ዝሓሸ ህይወት ክነብር ኣይትኽእልን ማለት ኣይኮነን። ግን ከዓኒ ኣብቲ ዘለካ ነገር ወላ እውን ዝኾነ ሰብ ዝኾነ ዓይነት ስራሕ ክሰርሕ ትኽእል ኢኻ። ነቲ ክትሰርሖ ትደሊ ግን ብትምህርቲ እንድሕር ደጊፍካዮ ኩሉ ግዜ ዕዉት ክትከውን ትኽእል ኢኻ። ኩሉ ግዜ ካብቲ መሰረታዊ ወይቲ መሰረታዊ ዝኽፈሎ ነገር ካብ ከምኡ እቲ ሚኒማም ወጅ ዝብልዎ ካብ ምኽፋል ዝሓሸ እቶት ክህልወካ ክእል እዩ። ወላ ዝሓሸ እቶት ተዘይብልካ ዝሓሸ ዕረፍቲ ክህልወካ ክእል እዩ። ኣነ ተማሂረ ኣብ ሰሙን ሰላሳን ሸውዓተን ሰዓት እንድሕር ሰሪሐ ኣብ ዓዲ እንግሊዝ ኣብዘን ሰላሳን ሸውዓተን ሰዓት ምናልባሽ ክልተ ሽሕ ፓውንድ እንድሕር እትየ ሓደ ሰብ ዘይተምሃረ ንኸምአ ንኸእቱ ኣብ ክንዲ ሰላሳን ሸውዓተን ሰዓት ሓምሳ ሰዓት ክሰርሕ ኣለዎ ስለምንታይ እዘን ዓሰርተ ሸውዓተ ሰዓት ምስ ስድራቤቱ ምስ ደቁ ምስ ዝፈትዎም ሰባት ኮፍ ኢሉ ዘየዕርፈለን ሕጂ ብከምኡ ዓይነት ክትሪኦ ጽቡቅ እዩ ምናልባሽ ጽባሕ ውን ከም ኩሉ ስደተኛ ዓድና ክንከይድ እሞ ሰላም ኮይኑ ዝማዕበለት ዝሓሸት ሃገር ክትህልወና ኢልና ንሓስብ ኢና እዚ ክንገብሮ ንክእል ከኣኒ ዝሓሸ ትምህርቲ እንድሕር ኣምጺእና ዝሓሸ ተመክሮ እንድሕር ኣምጺእና ክኸውን ይኽእል እዩ ምናልባሽ ገንዘብ ኣምጺኤ ኢንቨስት ክገብር ይኽእል እዩ ሓደ ብል ይኽእል እዩ እሱ ክገብር ኣይክእልን ማለት ክገብር ይኽእል እዩ ግን ከዓኒ እቲ ዝሓሸ እውን ክኸውን ዝኽእል ነቲ ዘለዎ ኢንቨስትመንት ብትምህርቲ ክውስኾ ከሎ ፅቡቕ እዩ ኣነ ኩሉ ግዜ ነቶም መናእሰይ ብሕልፊ ትሕቲ 18 እዞም 15 ቲነጀራት ኣብ ትምህርቲ ተኣትዮም ዝሓሸ ክኸስቡ ክእሉ እዮም ዝብል ርድኢት ኣለኒ